ሰላም ከመይ ትጸንሑ ዝኸበርኩምን ፍትዋትን ተኸታተልቲ መደብ ሳባውያን እንታይ ይመስል እውን ከምቲ ልሙድ ነዚ ሰዓት እዚ ዝሓርናዮም ሓፀርትን እዋናውን ዝበልናዮም ዜናታት ሒዝናልኩም መፂና ኣለና ንምክትታልኩም ንዕድመ ፈለማ ቀንዲ ቀንዲ ነጥታቶም ናባኹም ክለብል ሰራዊት ምክልኻል ኢትዮጵያ ናብ ትግራይ ክኣትውን ብልፅግና እውን ኣብ ግዜያዊ ምምሕዳር ትግራይ ወንበር ክረክብ ከም ዝተወሰነ ተገሊፁ ብዝርዝር እንምልከቶ ጉዳይ ክኸውን እዩ ጀነራል ትግራይ ጉዳይ በሪ ባሕሪ ምላሽ ክረክብ ዝግብኦ ጉዳይ እዩ ክብል ምዝራቡ ኣዘራራቢ ጉዳይ ኮይኑ ይርከብ። ኣብዚ ጉዳይ እውን ተወሳኺ ሓበሬታ ናባኹም ክነብል ኢና። ኣብ ትግራይ ተቋሪፁ ዝነበረ ዕድላ ነዳዲ ብዕሊ ከም ዝተጀመረ እውን ተገሊፁ ኣሎ። ክሰምዕዎ ኢኹም። ሰራዊት ኢትዮጵያ ኣብ ኩናት ሕድሕድ ሱዳን ከም ዝተሳተፈ ተረጋጊፁ ኣሎ።

ሰራዊት ኢትዮጵያ ኣብ ኩናት ሕድሕድ ሱዳን ይሳተፍ ከም ዘሎ ተገሊጹ። ዘታይምስ ኣብዚ ጉዳይ ንፍልፍላቱ ብምጥቃስ ኣብ ዘርግሖ ስፍሕ ዝበለ ጸብጻብ ከም ዘመላኽቱ ሰራዊት ኢትዮጵያ ኣብ ጎኒ ጀነራል ሓምዳን ዳጋሎ ተሰሊፉ ኣብ ኩናት ሕድሕድ ሱዳን ይሳተፍ ከም ዘሎ ጠቂሱሉ። መንግስቲ ኢትዮጵያን ብጀነራል ሓምዳን ዳጋሎ ዝምራሕ ኣርኤስኤፍን ብሕቡራት ዓረብ ኤምሬትስ ዝለዓለ ወተሃደራዊ ድጋፍ ከም ዝግበረሎም ዝንገር እንትኸውን ኣብ ኩናት ሕድሕድ ሱዳን ኣንጻር ጀነራል ኣብዱልፈታህ ኣልቡርሃኒ ዝቃለስ ዘሎ ጀነራል ሓምዳን ዳጋሎ ካብ ሰራዊት ኢትዮጵያ ዝለዓለ ድጋፍ ይግበረሉ ከም ዘሎ እዩ ዘታይምስ ዝጠቐሰ። ብተመሳሳሊ ኣብዚ ቅንያት ዝለዓለ ወተሃደራዊ ዓወት እንዳረኸበ ዝርከብ ጀነራል ኣብዱልፈታህ ኣልቡርሃኒ ኣንጻር ጀነራል ሓምዳን ዳጋሎ ኣብ ዝገብሮ ዘሎ ወተሃደራዊ ኩናት ካብ መንግስቲ ኤርትራ ወተሃደራዊ ድጋፋት ይረክብ ከም ዘሎ እንዳተገለጸ ዝጸንሐ እንትኸውን ኣብዚ ቅንያት ንዝረኸቦም ዓወታት ኣመልኪቱ ንመንግስቲ ኤርትራ ምስጋና እንተቐርብ ድማ ድጋፍ መንግስቲ ኤርትራ ከም ዝነበረ ዘረጋገጸ እንዳተባሃለሉ ቀኒሉ በዚ ምክንያት እውን ኣብ ኩናት ትግራይ ብሓባር ተሰሊፎም ህዝቢ ትግራይ ከንፅንቱ ዝወፈሩ ሰራዊት ኤርትራን ሰራዊት ኢትዮጵያን ኣብ ኩናት ሕድሕድ ሱዳን ግን ብተቃራኒ ተሰሊፎም ብሳልሳይ ወገን ነንሕድሕዶም ኣብ ኩናት ከም ዝቐነዩ ተገሊጹሉ። ብሰንኪ ሕቶ ኣፍ ደገ ኢትዮጵያ ናብ ኩናት ክኣትዉ ከም ዝኽእሉ ዝንገረሎም ኤርትራን ኢትዮጵያን ኣብ ኩናት ሕድሕድ ሱዳን ምስታፎም ድማ እቲ ኣብ መንጎ ኤርትራን ኢትዮጵያን ክውላዕ ከም ዝኽእል ዝንገረሉ ኩናት ዞባዊ ናይ ምዃን ዕድሉ ሰፊሕ ከም ዝኾነ እውን ጸብጻባት የመላኽቱ። ተቋሪፁ ዝነበረ ዕደላ ነዳዲ ዳግም ከም ዝተጀመረ ኤጀንሲ ንግድን ሰደድን ትግራይ ገሊፁ። ኤጀንሲ ንግድን ሰደድን ትግራይ ኣብዚ ጉዳይ ኣመልኪቱ ኣብ ዘርግሖ መግለፂ ንክልተ ሰሙናት ናብ ትግራይ ዝኣቱ ዝነበረ ነዳዲ ጠጠው ምስ ምባሉ ተታሒዙ ኣብ ትግራይ ሕፅረት ነዳዲ ኣጋጢሙ ኣብ ምንቅስቃሳት ትራንስፖርት ከቢድ ዕንቅፋት ፈጢሩ ከም ዝፀንሐ ድሕሪ መግለፂ ኣብዚ ሕዚ እዋን ግን ነዳዲ ናብ ትግራይ ምእታው ከም ዝጀመረን ነዚ ስዒቡ ድማ ቅድሚያ ክወሃቦም ንዝግብኦም ግልጋሎት ትራንስፖርት ወሃብቲ ኣካላት ቅድሚያ ብምሃብ እቲ ግልጋሎት ብዕሊ ከም ዝጀምር ኣፍሊጡ ኣሎ። ኤጀንሲ ንግድን ሰደድን ትግራይ ኣብዚ ጉዳይ ኣመልኪቱ ኣብ ዝዘርግሖ ስፍሕ ዝበለ መግለፂ ከም ዝሓበሩ ንመጓዓዛ ህዝብን ትካላት ረድኤትን ቢሮታትን ቅድሚያ ብምሃብ ዕደላ ነዳዲ ከም ዝጅመር ዕላዊ ገይሩሉ ከም ዝፍለጠ ቅድሚ ክልተ ሰሙን ናብ ትግራይ ዝኣቱ ዝነበረ ነዳዲ ጠጦ ምስ ምባሉ ተታሒዙ መዐደሊ ነዳድታት ትግራይ ሙሉ ንሙሉ ስራሕ ጠጦ ከብላ ከም ዝኽኣላን ቁጠባዊ ምንቅስቓስ ትግራይ ሙሉ ንሙሉ ኣብ ሓደጋ ከም ዝወደቐ እንዳተገለጸ ምቐናዩ ዝከር እንትኸውን እዚ ጉዳይ ተታሒዙ መንግስቲ ኢትዮጵያ ኣብ ጅቡቲ ኣብ ዝርከብ ዲፖ ነዳዲ ኢትዮጵያ ብዘጋጠመ ጸገም ነዳዲ ናብ ትግራይ ሓዊሱ ናብ ዝተፈላለዩ ክልላት ከቕርብ ብዘይምኽኣሉ እቲ ጸገም ከም ዘጋጠመን እቲ ጸገም ተቐሪፉ ኣብ ትግራይ ዘሎ ጸገም ንምፍታሕ ነዳዲ ዝጸዓና ተሽከርከርቲ ናብ ትግራይ ይጓዓዛ ከም ዘለዋ ምጥቃሱ ዝዝከር እዩ። ኣፍ ደገ ናይ ምርካብ ሕቶ ኢትዮጵያውያን ፈጺሙ ንድሕሪት ዘይምለስ እዩ ክብል ዮሃንስ ገብረ መስቀል ጆን መንጋግ ገሊጹ። ኣዛዚ ሰራዊት ምክልኻል ኢትዮጵያ ዝኾነ ተወላዲ ትግራይ ጀነራል ዮሃንስ ገብረ መስቀል ጆን መንጋግ ኣብ ጉዳይ በሪ ባሕሪ ኣመልኪቱ ዝሃቦ ርእይቶ ኣዘራራቢ ኮይኑ ይርከብ። ኢትዮጵያ ኣብዚ ሕዚ እዋን በፂሓቶ ዘላ ምዕባለ ኣብ ግምት እንትኣቱ ጉዳይ ሕቶ በሪ ባሕሪ ፈጺሙ ንድሕሪት ዘይምለስ ጉዳይ እዩ። የግዳስ እቲ ዝቐርብ ሕቶ በየናይ መንገዲ ምላሽ ክረክብ እዩ ዝብል ሕቶ እዩ ኣዘራራቢ ክኸውን ዝግባእ ክብል ይሓትት። ብሰላማዊ መንገዲ ሕቶ በሪ ባሕሪ ኢትዮጵያ ክምለስ ይግባእ ክብል ዝገለጸ ጀነራል ዮሃንስ ገብረ መስቀል ጆን መንጋግ ኣብዚ ጉዳይ ብሓደ ኢድካ ክተጣቕዕ ስለ ዘይካል ምላሽ ካልኦት ሃገራት ኣገዳሲ እዩ፣ ተረብሕቲ እውን ስለ ዝኾና ክብል ይገልጽ።

ብልፅግና ኣብ ዝቕፅል ናይ ሓደ ዓመት ስልጣን ግዜያዊ ምምሕዳር ትግራይ ወንበር ከም ዝረክብ ተገሊፁ። ካቢኔ ግዜያዊ ምምሕዳር ትግራይ ንዝቕፅሉ ሓደ ዓመታት ኣብ ዝህልዎ ስልጣን ብልፅግና 25 ሚእታዊ ወንበር ክህልዎ ከም ዝኽእል ተገሊፁሉ።

ኣብዚ ጉዳይ እውን ኤምባሲ ኣሜሪካ ኢድ ኣታውነቱ ከም ዝነበሮን ኣብ ውሳነ ንክበፅሑ እውን ፀቕጢ ኣሜሪካ ከም ዝነበረ ዘመላኽት ሓበሬታ ወፂኡ ኣሎ። በዚ መሰረት እውን ህዝባዊ ወያነ ሓርነት ትግራይ ሓምሳ ሚእታዊ ወንበር ኣብ ግዜያዊ ምምሕዳር ክህልዎ ዝተወሰነ እንትኸውን ዒስራን ሓሙሽተን ሚእታዊ ብልፅግና

ይርከቡ። ብፍላይ ካብ እንበዓል ዶክተር ደብረፅዮን ገብረ ሚካኤል ዝመርሕዎ ህዝባዊ ወያነ ሓርነት ትግራይ ዝወፀ እንበዓል ጌታቸው ረዳ ዝመርሕዎ ህወሓት ኢሉ ዓርሱ ዝፅውዕ ኣካል ኣብቲ ዝቕፅል ናይ ግዜያዊ ምምሕዳር ትግራይ ስልጣን 25 ሚእታ ወንበር ከም ዝሕዙን እንበዓል ዶክተር ደብረፅዮን ገብረ ሚካኤል ዝመርሕዎ ህዝባዊ ወያነ ሓርነት ትግራይ ብተመሳሳሊ 25 ሚእታ ወንበር ከም ዝህልዎ እንዳተገለፀ ይርከብ። ይኹን እምበር እዚ ጉዳይ ሓቅነቱ እስከ ሕዚ ክረጋገጽ ኣይከኣለን። ብኻሊእ ዜና እውን ሰራዊት ምክልኻል ኢትዮጵያ በዚ ስምምዕነት መሰረት ናብ ቅድሚ ሕዚ ዝነበሮም ቦታታት ክምለስን ናብ ዝነበሮም ካምፕታት ክኣትውን ኣብ ዶብ ኢትዮ ኤርትራ ክሰፍር ኣብ ስምምዕነት ከም ዝተበጽሐ እናተገለጸ ዝርከብ እንትኸውን ሰራዊት ምክልኻል ትግራይ ድማ ናብ ዝተመደበሉ ካምፕ ንክኣቱ ከም ዝተወሰነ እዩ ዝተገለጸ። ነዚ ውሳነ ሒዞም ናብ መቐለ ዝመፁ ጀነራል ታደሰ ወረደ ወዲ ወረደ ካብ ማእኸላይ ኮሚቴ ህዝባዊ ወያነ ሓርነት ትግራይን ካብ ኣዘዝቲ ሰራዊት ምክልኻል ትግራይ ኣውንታዊ ምላሽ ክረኽቡ እዮም ኢልካ ትፅቢት ከም ዘይግበር ዝገልፁ ኣካላት ብዙሓት እዮም። በዚ ምክንያት ምትፍናን ፌዴራል መንግስትን ህዝባዊ ወያነ ሓርነት ትግራይን ናብ ዝኸፈ ብርኪ ከይሰጋገር ስግኣት ፈጢሩ ይርከብ።